ሰላማት ኣብ ታሪኽ ተጋሩ ሽዱሽተ ሚእቲ ብሓደ ግዜ ተማሪኾም ኣይፈልጡን ይብለና ጀነራል ወደንጡር። ኣብ ታሪኽ ተጋሩ ሽዱሽተ ሚእቲ ተማሪኹ ኣይፈልጥን። ሓደ ሓደ ሓበሬታት ከም ዘውፅእዎ ድማ ናይ ኣርሚ ሰብዓ ኮር ኣመራርሓታት ተደምሲሶም ይብሉና ኣለው። ከሙካ ኣካባቢ የደረሰኝ መረጃ ኣለ የኮር ኣመራሮች መገደላቸውን መረጃ ደርሶኛል። ጓል ራያ ድማ ሑሟራ ኣብ ትግራይ ኾንቲለ ኣላ ትብለና። ኣንሕና ንብለና ሑመራ ሲ ኣብ ራያ ኾንቲል እያ። ነበርቲ ከተማ ኣኽሱም ድማ ብንብዓት ፈጣሪ ምልማን ጀሚሮም እኔዉ። ሰላም ሰላም ፍትዋት ተኸተልቲ ክሊር መልቲ ሚድያ ከመይ ትቕንዩ ናይ ሎማዓንቲ ምድባትና ነዞም ኣብ መእተዊ የልረእኹሞምን ኻልኦት ለኣኹም ከስሕቑን ከዝናንዩም ንብልኹም ቪድዮታት ሒዘ መፅእ እነኹ ክሳብ መወዳእታ እዚ ቪድዮ ድማ ምሳይ ሓቢርኩም ጽንሑ። እዚ ቪድዮ ድማ ላብ መላእ ዓለም ንክባጻሕ ላይክ ብምግባር ጀምርዎ ኢኹም። ክሳብ መወዳእታ እዚ ቪድዮይ ሰናይ ጻንሒት። ኣሽሙ ፍትዋት ተኸታተልተይ እስኪ ሎሚ ውን ከምቲ ናይ ወትሩ ማለት እዩ በዛ ኣገራሚት ቃለ መጠየቅ ንጅምር። ርእሳ ምስ ኣዘርናያሲ ትነብዕስ ታይ እያ?
እስቲ ድገም ደሌባ። ርእሳ ምስ ኣዘርናያስ ትነብዕ። ርእሳ ዘር ተቢልናያስ ትነብዕስ ታይ እያ? ደርሆ ዶ ትኾን?
ደርሆ ደርሆ ደርሆ ሃመይ ጌርና እያ ርእሳ ነዙራ ማለት ሃመይ ሃመይ እዚ ነገር ደርሆ ደኣ ርእሳ ተዚርክያ እኮ ኦሬዲ በቃ ወዲኣን እያ ትሞትላ ማለት እዩ ሃመይ ገራ ድኣ ትንብዕ ብጣዕሚ እዩ ልገርም እስኪ ናይካትኩም መልሲ ኣብ ኮሜንት ጸሓፉለይ ኣነ ቧንቧ ኢለ ሞኪረ እኔኹ ናይካትኩም መልሲ ላብ ኮሜንት እንድዒ ተፍሪጠ።
ንዓውቼ ንኦንላይን ዕፃ ካልኣይ ምዕራፍ ሻድሻይ ዙር ሓፍትና ካብ ዓዲግራት ሃይስኩል ተምሃሪት ን ዓሰርተ ሚልየን ቕርሺ ተዓዋቲት ሓፍትና ዓሰርተ ሚልየን ቕርሺ ኣታዊ ገይርናላ እኒና እንኳዕ ደሰ ኢለኪ ዝሓፍተይ። እዚ ቪድዮ እዚ ናብዛ ሽኮረይ ቆልዓ እዚኣ ኣውፅሑለይ። ዛምበይተይ ኣነስ ብጣዕሚ እየ ዘፍቅረኪ ብፍቅርኺ ምኽኽ እየ ለኔኹ ኣይበልዕ ሴቲ ቀትርን ሙሸትን ብኣኺ ክሓስብ እና በጃኻ ተረድለይ እዛ ቪድዮ እዚኣ ናብዛ ቆልዓ እዚኣ ኣውፅሑለይ እንዲያ መረጋገፀ እኒኤኒ ቦሚት የብለኒ ኣለዩ ጠኒሰ እየ ካባኺ
ኣታ ፀኒሕናስ ካሊእ ክንሰምዕ ኢና እንደውም ካሊእ ስምዒት ይስምዐኒ ኣሎ እዩ ኢሉስ ጠኒሰ እየ ካባኺ እያ ረሲዕኻዮ ድኻ ወዲ ተባዕታይ ምዃንካ ኣታ ሓወይ ኦማይ ጋድ ኣብዚ ከዚ ሰዓት ሰብኣይክን ላምሸየክን ልትሽገር ኣለኽን ደቂ ኣንስትዮ ማለት እዩ እዛ ቪድዮ እዚኣ ልኣኽንያ ኣዳምጻ።
ኣብዚ ህዚ ሰዓት ማለት እዩ ሰብኣይ ክን ደገ ላምሸ ተኣቢ ተሎ ማለት እዩ ኣብዚ ህዚ ሰዓት እዛ መፍትሒ እዚኣ ትጠቐም ኣላ ማለት እዩ ህዚ ክድውለሉ እየ ደገ እንድንኦ ክድውለሉ እየ ሃመይ ገይረ ገዝኦም ለምፅኦ ማለት እዩ ሄሎ ኣበይ እኒኻ? ኣይትመፅእ ድኻ? ፍርቂ ሰዓት እንታይ እታ ፍርቂ ሰዓት ከዓ እንታይ ግፍፍት እኒኦ ኣብ ፅርግያ እኒኦ ግፍፍት ናዕተብ የለ ህዝል ገዛኻ እዋ ብዝተሓለየ ፅርግያ ኣይትመፅእ ብዝላዕለዋይ ንዓ ቀልጥፍ ቀልጥፍ
ራን እዚህ ድሕሪ ክልተ ደቂቃ ብጣዕሚ ፅቡቕቲ ሜላ እያ ስለዚ ኩልኽን ደቂ ኣንስትዮ ኣሽኡ ንኽን ላሙሸዩ እንድሕር ኣውዮምኽን እዛ ሜላ እዚኣ ተጠቐማላ ክብል ይደሊ ክብልዐለይ ክብልዐለይ ሕዚ ውን እዛ ሕቶ እዚኣ ልደቂ ኣንስትዮ እያ ሓደ ማዕልቲ ወዲ ተትኾኒ ነርኺ ታይ ትገብሪ ነርኺ ልል ሕቶ እዩ እሞ እስኪ ናይኽን መልሲ ኣብ ኮሜንት እዛ ሓፍትና ድማ ንስምዓያ። ሓደ ማዕልቲ ወዲ ተትኾኒ ነርኪ ታይ ምገበርኪ ዝገርመኪ እዛ ሕቶ ንዓኺ እየ ደልየያ ነይረ ባዕላ ምጻኣኒ እዩ ዝገርም በእውነት።

ተገምጥሎ ካብ ኮነ ወዲ ገበረ ነገር ዝጊዘ ግምጥል እንዲ ደለ እሳቶም ምፈተንዎ ንሕናውን ምፈተና የቲ ናይ ወዲ ነገር ፅባት ከመይ ከምኡ እዩ ድኸውን ደለ ግን ተጋላ እሳቶም ጓዕጂ ሪእኸዮ ክብድ ክብሎም ከሎ ጓል ኮይኑ ተዝፈጥረኒ እኮ ይብልዮም ሓደ ሓደ ግዘ

ኣነ ሃም ዝዕዘበኪ ለለኩ ተኮይኑ ለለ እስኪ ኣብ ገዛኪ እስኪ እኪ ጓል ተባዕ ጓል ተባዕታይ ልባሃል ወዲ ተባዕታይ እሺ እስኪ ወዲ ተባዕታይ ኤየይ
ኒዃ ደፋር። ኩላትና ከም ንፈልጦ ኣሸንዳ ትግራይ ብፍሉይ እዩ ልኽበር ልተፈላለዩ ተጋሩ ድማ ካብ ልተፈላለየ ዓዲ መፂኦም ኣብ መቐለ እዮም ልውዕሉ እሞ ኣብዚ ኸዚ ሰዓት እዚ ግን ብዚ ኸዚ ለሎ ናይ ትግራይ ኹነታት ክኸድ ኣይኸኣለይ እስኪ ያይኔ ብሃመይ ሃምትገልፆ ኣሸንዳ ለይምኻዳ

ኣብ ትግራይ ይኹን ኣብ ኣዲስ ኣበባ ቅርንጫፋት ከፊታ ኣብ ንግዲ ተሰማርያ ልትሰርሕ ሓፍትና እያ። ኩሉ ግዜ ድማ ብዛዕባ ኣሸንዳ እንትነልዕል ኣሸንዳ ኣብ ትግራይ ኣብ ንኽበር ፍሉጥ እዩ። ትግራዋይ ድማ ካብ ለለውዎ መላእ ዓለም ተኣኻኺቡ ለኽብረሉ ማዕልቲ እዩ፣ መዓልተ ኣሸንዳ ኣብ ከተማ መቐለ ማለት እዩ። ኣብዚ ከሳዕት ግን እንኳንዶ ካብቲ ለለውዎ ቦታታት ተኣኻኺቡ ላብ ትግራይ ክመፅእ ዋይ ኣብ መቀለ ለሎ ህዝቢ እኳስ ተፈናቂሉ ፈቀድኡ እዩ ተሰዲዱ እኖ እና ሓደ ማዕልቲ እግዚኣብሔር ኣምላክ ዓድና ሰላም ገይሩ ትግራዋይ ሙሉእ ካብ ለለናዮ ከተኣካክበና እዩ ኢለ ይሓስብ። እሽሙ ፍቶት ተከታተልቲ እስኪ ካብዚ ቀፂለ ድማ እቶም ለለው ህሉው ኩነታትን መዘራረቢ ዛዕባታትን ላባኩም ከቅርብ። ከም ልፍለጥ ኣብዚ ከዚ ሰዓት ጉዳይ ፍትሒ ዘውዱ መዘራረቢ ዛዕባ እዩ ለሎ። እስኪ ብዛዕባ ዳኝነት ናይ ቐተልቲ ዘውዱ ታይ ይመስል ልብል ብኤኣይ እተሰርሐት ቪድዮ እኒኣ ክጋብዘኩም። ጉዳይ ቅትለት ዘውዱ መረዳእታታት ንመርትዖን መፈወሲን ናብ ቅትለት ዘውዱ መረዳእታታት መረዳእታታት ንመርትዖን መረዳእታታት ንመርትዖን ዋላ እኳ እንተረኸብና ግና እቲ መረዳእታ ዝሓዘ ፋይል ስለ ዝጠፈና፣ ብተወሳኺ ድማ ኣብ ህይወትና ብዝበፀሐ ናይ ድሕንነት ስግኣትን ካልኦት ተዛመድቲ ጉዳያትን ተኸሰስቲ ብነፃ ክስናበቱ ወሲንና ኣለና። ወሲንና ኣለና።
ኣዴኻ? ሓፍትኻ?

ፍትሒ ንዘውዱ ፍትሒ ንዘውዱ ልብል ድምጺ ኣብ መላእ ዓለም ለሎ ኢትዮጵያዊ ሙሉእ ድምጺ እዩ ያው ኣብዚ ከዚ ሰዓት ኣብ ትግራይ ፍትሒ ልተሰኣነሉ ኩነታት እዩ ለሎ ስለዚ ቀተልቲ ዘውዱ ብደንቢ እቲ ዳኝነት ተመሊሱ ክረኣን ፍትሒ ልክወሃባን ናይ ሎማዓንቲ ናይ ክሊር መልቲ ሚድያ መልእኽቲ እዩ። ብልቕፅል ኣብ ትግራይና ኣብዚ ኸዚ ሰዓት ግፋ ሓዱሽ ነገር ኣይኾነይ ለንዮ እዚ ግፋ እዚ ግን ፍልይ ልበለ እዩ እሞ እስኪ እዛ ቪድዮ እዚኣ ከሪእኩም። ትማሊሲ ግፋ ነይሩ ኣብቲ ከባቢና እና ወዳ ይግፈፋ ማለት እዩ እዛ ኣዶ ቃሕ ተብል ተዓብድ በቃ ሓደይ ወደይ ወዲ ዓሰርተ ሽዱሽተ ዓመት ይትል ወዲ ዓሰርተ ሽዱሽተ ዓመት ካዓ እዩ እና በቃ ተቐውጣ በቃ ወዲ ዓሰርተ ሽዱሽተ በዝ በትሪ ነዲኦ ንታደሲ ብበትሪ ኣብ ቅድሚ ዓይነይ ስቢዕዋ ነደይሲ ገፊፉንስ ንዕኡ ናፃ ከፀሉ ዘይሕሰብ ዘይሕሰብ ወላ ደኣ ይመውት እምበር ነደይ ሃሪሙለይ ነደይ ወቂዕለይስ ተቓሊሰስ ንዕኡ ናፃ ከውፀሉ ኣደይ ብበትሪ ብበትሪ ባዕለገ ስዲ ሕማቕ ኣዴኹም ኣነ ርግጸኛ እየ ናትኩም ኣደ ሞይታ እያ ኣቶም ገፈፍቲ ኣደ ናበኸየት እናወቋዕኹም ትወስጡ ኣዴኹም ርግጸ ተመሪጽኩም ኢኹም ኣደ ኣደ ኣደ ዝሞተትኩም ተባሂልኩም ተመሪጽኩም እዮም ትገፉ ዘለኹም እምበር ኣደ ክት ኣደ ይኮን ዓይኮ ከግልግላ እምበር ንዓኹም ከግልግል ኢላ እኮ ይኮነት ንወሊዳን ክንደይ መስዋእትነት ከምቲ ዝሰማዕኩማ እዩ እዛ ሓፍትና ያው ወዳ ተገፊፍዋስ እንኣ እንኡ ለለ ልምንታይ ገፊፍኩምለይ በይዛኹም ሕደጉለይ ትብል ተላ ለኣ ውን ብበትሪ እዚ ዶ ይግበር እዚ ዶ ይግበር ላዶ ትግራይስ እዚ ድዩ መኽሰባ እዚ ድዩ ክፍሊታ ላዶ ትግራይ ኣቱም ላዶ ትግራይ ኢና ንቃለስ ልትግራይ ኢና ንቃለስ ላልኹም ኝኝ ትብሉ ለኹም ቲዲኤፍ ትብሃሉ ሰባት በይዛኹም በይዛኹም ላብ ልብኹም ተመለሱ መጫወቲ እዞም ኣብ ላዕሊ ለለዉ መራሕቲ ኣይትኹኑ

ተማሪኾም ኢሉ መንግስቲ ፌደራል ለቕረቦም ብቪድዮ ማለት እዩ ኤኣይ እዩ ወይም ሕሸት እዩ ይብሉ ነይሮም እዞም መራሕቲ ህወሓት እሞ እስኪ እዛ ፅሑፍ እዚኣ ከም በልኹም እዚ ኣብ ምልክት ዘሎ ወዲ ውቕሮ እዩ ትፈልጥዎ ዶ ደቂ ውቕሮ ተወልደ ፀጋይ ወይም ሰተ ይበሃል እዚ እዮም ፎቶሾፕ ወይም ኤኣይ ላበሉ ልፅሕፍዎ ልቓነዩ ውቕሮ ንቕሑ ደቂ ውቕሮ ንቕሑ ኣብ ኩሉ ዝተኸፈተ ግንባራት ይሰዓሩ ኣለው እዮም ኣብዘይ ምእታይኹም ኣይትእተዩ ይብል እዚ ፅሑፍ ከም ዝፍለጥ ኤኣይ እዩ ፎቶሾፕ እዩ እዚኦም ናይ ናይ ኾኑ ይላሉ ብቪድዮታት ላቅረቡ ነይሮም ኖ ናይ ሕሾት ዶክሜንት እዩ ይብሉ ነይሮም። ካብዚ ብተወሳኺ ድማ ሓንቲ ሓፍትና ካብቶም ምሩኻት ሓወይ ኣግንየዮ ትብል። ሰላም ሰላም ኩቡራት ተኻታተልተይ ከመይ ትኾኑ ሕጂ እውን ተመሊሰ ኣለኹ ዓንተቦ ዝሰራሕኹዎ ቪድዮ ብዛዕባ ቲዲኤፍ እዮም ተማሪኾም ኢሎም ዘምጽዎም ዘለዉ ሲ ናይና ድዮም ዋላ ስንፌክ እዩ ኣነ ዝፈልጦም ሰባት ክሻብ ዘይረኸብኩ ማዕረ ክንደይ ሓቅነቱ መብዛሕትኹም ድማ ኣብ ስደት ኮይንኩም ሓሶት እዩ ፌክ እዩ ትብል ዝነበርኩም ሰባት ማለት እዩ መጀመርታ መጀመርታ ኣብ ስደት ዘለኹም ሰባት በይዘኹም በይዘኹም ማዕረ ሓቅነት ከየጻርኹም ኣፍኩም ግመሊእኹም ዝዛረቡ ስለዚ ኣብ ኩናት ዘየውዓለ በሊሕ ኣብ ኩን መጀመርታ ኣብ ስደት ኮይንኩም ኢልኩም ንኩናት ተዳኽሩ ድሕሪ ከዓ መፂእኹም ከዓ ሓሶት እዩ ኢልኩም ትክሕዱ ወዲ መን ኢኹም ክትክሕዱ ደሊኹም ስለዚ ሓደ ሓወይ ደዊልለይ ነይሩ ብውሽጢ ካብዞም ምሩኻት ተባሂሎም ቀሪቦም ዘለዉ ሓወይ ኣለኒ ተመስገን ፈጣሪ ብሂወት ምትራፉ እቲ ዘሕዘነኒ ግን ኢሉ እቲ ዘሕዘነኒ ሓወይ መይዳ ወሪዱ ንሃገሩ ሃገሩ ህዝቡን ከውሕስ ምውራዱ ዘይኮነ ዘሕዝነኒ ምስ ተማረኸ ኣይና ኢናን ኢሉ ህዝቢ ክሕዶ ምስ ረእኹ እዩ ብጣዕሚ ተሰሚዑኒ ግን ድማ ተመስገን ብሂወት ምንባሩ ኩሉ ኣብ ትሕቲ ፈጣሪ ኢዱኒ ሓቁ እዚ እትርእይዎ ዘለኹም ሓውና እዚ ነዊሕ ክዳን ገይሩኒ ቀጢን ነዊሕ ወዲ ተስፋይ መድሃን እየ ይበሃል ካብ ምዕራብ ትግራይ ወረዳ ታሕታይ ድያቦ ጣብያ ማይ ኩሕሊ ኣብ ዝሓለፈ ኩናት ኣርሚ 26 ነይሩ ድሕሪ ውዕሊ ፕሪቶርያ ሰላም ኮይኑ ኢሉ ናብ ገዝኦ ተመሊሱ ህይወቱን ህይወት ስድራኡን እናመሓደረ ዝመፀ ሕጂ ድማ ኣብዚ ሕጂ ሰዓት ድማ ተገፊፉ ኣብ ኩናት ሸረሪና ተሳቲፉ ኣብ ሸረሪና ዝተማረኸ ሓውና እዩ ምምራኽ ማለት ከዓ ዓንተው ከም ዝበልኩም ገበን ኣይኮነን ስለዚ ኣብ ስደት ኮይንኹም ተዕጎርጉሩ ዘለኹም ሰባት እቶም ትዲኤፍ ሕጂ ኣብ መይዳ ብረት ሒዞም ዘለዉ ንዚኦም ንዞም ዝተማረኹ ኣይናይናን ኢልኩም ክትሕድዎም ክሪኦ ኣለኹም ጽባሕ ንኮ ንዚ ጨካን ህዝቢ ዲና ንቃለስ ዘለና ብፆትና ተማሪኹም ሕጂ ኣይናይናን ኢሉ ዝኽሕድ ዘሎ ጽባሕ ንኮ እንተተሰዊእና ኣሉ ወይ ከዓ እንተተማሪኽና ኣይናይናን ኢሉ ክሕደና ኢሉ ልቡ ከም ዝቕይርን ሓሳቡ ከም ዝቕይርን ትገብርዎ ከም ዘለኹም ተጨክንዎ ከም ዘለኹም ይብለሎም ቀደማይ ነገር ሓቂ ክሳብ ዘይፈለጥኩም ንስኹም ትፈልጥዎ ሰባት ስለ ዘይተማረኸ ሓሶት ኢልኩም ክትሕድግ ይግበኩም ሕጂ ሲ እዚ ሓውና እንታይ ዓይነት ስምዒት ተሰምዕዎ እዚ ህዝቢ ሲ ኣይናይናን እዩ ኢሉ ሓወይ ሲ እንቋዕ ብሂወት ተረፈለይ ይምበር እንድሕር ምስ ተማረኸ ኢናይናን ዝብሉ ሲ ወዲ መንዳእ ተጨው ትተርፍ ብኸመይ ክርሳዕ ከመይ ገይሮም ኣይናይናን ይብልዎ ኣሰሊፎምዎ ትማሊ ዋጋ ከፊሉ ኣብ ዝሓለፈ ኩናት ሕጂ ድማ ተሰሊፉ ሞይዳ ምውራዱ ይኮነነና ኣሕዝንዎ እቲ ህዝበይ ናይናን ኢሉ ምኽሓዱ ስለዚ ተስፋይ መድሃንየ ካብ ምዕራብ ትግራይ ወረዳ ታሕታይ ኣድያቦ ጣብያ ማይ ኩሕሊ ኣብ ኩናት ሸረሪና ዝተማረኸ ሓውና ሙሉእ ኣድራሽኡን ፎቶኡን ኣብ ኮመንት ክቕምጠልኩም እዩ ስለዚ እንታይ ትብለታ መንጨብጨብ ኣብ ስደት ዘለኻ መንጨብጨቢ ወዲ መን ክትክሕድ ንስኻ ጥጥዑም እናበልዕኻ በርገር እናበልዕኹም ምስ ተማረ ኮይና ኢና ኢልኩም ክትክሕድዎም ተጨውዮም ክተርፉ በቃ ኣብ ኩናት ጥራሕ ኢኹም ትፈትውዎ ንኽስውእልኩም ንኣኹም ከድሕኑ ንወዲ መን ክብሉ እዮም ክስውኡ ንወዲ መን ክብሉ እዮም ክወርዱ ከምዚ እንተኾይኑ መንም ሓወይ ወይ ሓፍተይ ብረት ሒዙ ዘሎ ንዓኻትኩም እዚ ጨካን ህዝቢ እዚ ክስለፍ ይደልን ኣነ ፅባሕ ምስ ተማረኸ ወይ ከዓ ምስ ተሰወእ ዝርሳዕ እንድሕር ኮይኑ ሓወይ ንምንታይ ስለዚ ኣንታ መንጨብጨብ ስደት ዘለካ ህዝቢ ኣደብ ግበር ብጣዕሚ ኢኩም ተሕፍሩ ብጣዕሚ ኣነ እውን ሓቂ ክሻብ ዘይፈለጥኩ እየ ሓቂ ድዩ ኢለ ዝሓተትኩ ስለዚ ኣሕዋቶም ተረኪቦም እኒው ኣቱም ጨካናት ሓሶት እዩ ኣይናይናን ኢልኩም ትክሕዱ ዘለኩም ሓሰውቲ ወረዱ ናብ ሜዳ ኣዳመይ ገንዘብካ እናኣከብካ ኣዳመይ ባንክኻ እናመልእኻ ኣዳመይ ጡጥ ጥዑም እናበልዕኻ ጥንቅልዕ ታሪስካ ምስ ተማረኸ ወዲ ሰብ ክትክሕድ ብጣዕሚ ኢኹም ትሕዝኑ ስለዚ ኣሕመሕፈርቲ ኢኹም ንስኻትኩም ኣነ ምሳኻትኩም ይቃልሰይ እቲ ሓቅን ካብ ምቅላዕ ዓዲ ይውዕልን ኣንቱም ሰነፋት ከምቲ ዝሰማዕኹሞ እዩ ኣቱም ቲዲኤፍ መጨረሻኹም ከምዚኣ እያ እንድሕር ተማሪኽኹምለስ ኣይናይና እዮም ክብልኹም ግን ካብ ትሞቱ ኣይናይናይ ተትብሃሉ ዘይሕሽ ኣቲ ሓወ እዩ ኢልኺ ሓውኺ ዝረኸብኺ እንኳዕ ደስ በለኪ ተነኣሰ ተነኣሰ ብሂወት ተግኒኽዮ እኒኢኺ። ስለዚ ነቶም ኤኣይ እዩ ወይም ሕሾት እዩ ልብሉ መረጋገጺ ተገን እኒኦ ማለት እዩ። ብተወሳኺ ድማ ኣቱም ካብ ሃገር ወጻኢ ኮይንኹም እዚ ኤኣይ እዩ ላበልኹም ተራስኑ ለለኹም ወይ ልባዕልኹም መጺኹም ተዋግኡ ወይም ለለ ልሰላም ዘምሩ ብልቕፅል ድማ ኣብ ታሪኽ ትግራይ ሽዱሽተ ሚእቲ ምሩኻት ተራእዩ ኣይፈልጥይ ይብለና ጀነራል ወደንጦር። መፂና ናብ ሸረሪና ሸሪሪና ፈኪሮም ፈኪሮም ክንሪኦም ኢና ክንሪኦም ኢና ኢሎም ሰብዓ ብዙሕ ፀቒጦሞ እቲ መሬት ብዙሕ ፈኪሮምሉ ብዙሕ ገሳይ ተባሂሉ ዓሰርተ ሰለስተ መፂኣ ዕድለኛ ኮይና ዓሰርተ ሰለስተ ረኺባታ ዓሰርተ ሰለስተ ብእግራ እያ ከይዳ ግና ምስ ከደት ኣብኡ ከይዳ ምፍካር ጀሚራ ጣውዝ ካብዚ ተወይዓ ባይዘወይ ዓሰርተ ሰለስተ ቁፅሪ ዝበሃል ኣብ ዓለም ዝተኸልከለ ይመስለኒ ዝተኸልከለ ቁፅሪ እዩ እወ ከምኡ ስለ ዝኾነ ዓሰርተ ሰለስተ ኣብ ዓድና እውን ከምታ ናይ ጀርመን ዘጋጥሞ ክፍለ ጦር ሕዚ እውን ከምኡ እዩ ዓሰርተ ሰለስተ ትበሃል ኣሃዱ ሕዚ የላን ክትከይድ ከላ ክልተ ሽሕን ሸሞንተ ሚእትን እያ ከይዳ ሕዚ ኣርባዕተ ሚእቲ ቀርያ ኣላ ሰሙን ይመፁ ኣሎ ኣብ ታሪክ ተጋሩ ሽዱሽተ ሚእቲ ተባሪኹ ይፈልጥን ብሓደ ግዜ ሕዚ ክልተ ሚእትን ሰላሳን ብጥዕዮም ኣለዉ ካልኦት እውን ይመፁ ኣለዉ ትዝተረፈ ልዕሊ ሓሙሽተ ሚእቲ ድማ ቆሱሉ ኣሎ እዚ መካላከያ ክምስገን ዘሎ ብጣዕሚ ፅቡቅ ገይሩ ሒዝዎም ኣሎ ይንከባኸቦም ኣሎ ውግኣት ይሕክሞም ኣሎ ሓሙሽተ ሚእቲ ዝበሃል ውግእ ተሸኪሙ ዘምፅእ ሓይሊ ፌደራል እዩ እዚ እውን ተጋሩ እዮም ከምታ ናይ ቀደም ከይንገብራ ከይንደግማ ኢሉ ብጥንቃቐ ገይሩ ዝከናኸኖም ዘለዉ እዩ ብጣዕሚ ልገርም ካብ ክልተ ሽሕን ሸሞንተይ ወታደራት ኣርባዕተ ሚእቲ ቀሪዮም ኢሉ ኣሎ። እቶም ሽዱሽተ ሚእቲ ድማ ተማሪኾም እኒኦው ተገንዮም ይብሉ ኣሎ። ኻሊኦም ድማ ናመፁ እዮም ይብሉ ኣሎ እና ብጣዕሚ መሕዘኒ እዩ ትግራዋይ እዚ ኾይኑ ዕድልኻ። ኣነ ግን እዛ ውግእ እዚኣ ትምህርቲ እያ እሞ ኣቱም መረሕቲ ህወሓት እዚ ጦርነት በቃ ንኣኣ ኢልኹም ላብ ሰላም ተትምለሱ ብሰላም ተትደራደሩ ኣብ ጠረጴዛ ዙርያ ተትነጋገር ዋህላ እየ ምክንያቱም ኻሊእ ተወሳኺ ዕንወት ተወሳኺ ናይ ወጣት ጥፍኣት ተይተገረየ ማለት እዩ ጓል ራያ ድማ ሑመራ ኣብ ራያ ኣይኾነት እይ ትግነ ትብለና። ኣንሕና ንብለና ሑመራ ሲ ኣብ ራያ ኣይኾንቲን እያ እስትራተጃዊ ውትድርና ለይትፈልጡ ሰባት ካርታ ትግራይ ገይርኹም ተማሃሩ ሓደ ከባቢ ተምርሶ እንድሕር ኾይንኻ በበይ በበይ ገይርኻ ትኸድ እስትራተጃዊ ቦታ ኣበይ ትሕዝ ኾይንኹም ተማሃሩ። ህዝቢ ኣይመፅእ ሞዞ ይትጠየቁኒ ምዕራብ ትግራይ ነምልስ ኢና ኢልኩም ሲ ላብ ራያ ለዝምታን ነርኩም ድሕሪ ሸረሪና መጀመርያ እኮ ትክክለኛ ቦታኹም ከፈሊጥኩም ከይድኹም ነርኩም ኢኹም ምዕራብ ትግራይ ነምልስ ኢና ኢልኩም ሲ ኣርሚ ሰብ ዓለ ሓዘ ቦታ ተቆፃፂርናዮ ብዙ ገይርና ኣቲና ብዙ ገይርና ከይድና ትክክል ምዕራብ ንምምላስ እንድሕር ኮይና እታ መጀመርያ ዝኸድኹማ ብሸረሪና ሳያ ነይራ ሕዚ ብሸረሪና ታይ ፍልል ገጠመኩም ኢኹም እንደገና ላብ ራያ ከይድኹም ላብ ራያ ከያይዳኹም እንደገና ብናይኻትኩም ስትራተጃዊ መልሲ ወይ ስትራተጃዊ ውትድርና ዘይኮነ ሻዕብያ እቲ ጦርነት ካብ ከባቢኡ ንምርሓቅ ልሃወኩም ፕሮፖዛል ኢኹም ሒዝኹም ንራያ ኣቲኹም ኣንተው ተናጊረ እዩ እዚ ደኣ ጓራያ ልሑመራ ኢሎም ልዋጋእ ኣለዉ ተትኾን ነይሮማ ላብኡ ከይዶም ሑመራት ጥራሕ ምተቆጻጸሩ ነይሮም። ናዚኦም ሓሳብ ግን ብግልጺ ተናጊሮም እዮም እዚ ሰርዓት እዚ ወይም ብልጽግና ልበሃል ኣጥፊእና ኣንሕና ኢትዮጵያ ንቆጻጸር ኢና ንደሊ ኢሎም እዮም። ስለዚ ብሸረሪና ሪኦምዋ እዮም ሓምይ ዓይነት ጦርነት ሃም ልገጠሞም ብራያ ለለ ሪኦምዎ እዮም ስለዚ ላብ ልቦም ተመሊሶም ምስ መግስቲ ፌደራል ሰላም ተትፈጥሩ እዩ ልሐሸ።

ናይ ሸውዓተ ሚእትን ሰለስተን ኮር ኣዛዚን ምክትሉን ተቀቲሎም እዩ ልብል ኣሎ። ብጣዕሚ መሕዘኒን ብጣዕሚ መሕፈርን እዩ ኣቱም ናይ ትግራይ መራሕቲ ትገብርዎ ለለኹም ግባሮ ግባሮ ኣይኾነይ ተስማዕሚዕኻ ዓዲ ሰላም ትኾን ላተገበረ ስደት ቀሪ ጦርነት ሞት ቀሪ ምግባር ላተኻኣለ ንስኻትኩም ትገብርዎ ለለኹም ግን ብጣዕሚ መሕዘኒ ነገር እዩ ወይ በይዛኹም እቲ ኣመራርሓ ኣይኻኣልናዮዋ ንወርድ ኢልኹም ልወጣት ልትልኽእል ሃብዎ ወይለለ ተስማዕሚዕኹም ትዓዲ ሰላም ግበሩልና። ኣብ መወዳእታ ድማ ነበርቲ ከተማ ኣክሱም ብሓባር ብምዃን ልፈጣሪ ንብዓቶም ኣፍሲሶም እኒኤው። እዛ ቪድዮ እዚኣ ንርኣያ።

ኣሜን ኣሜን ብጣዕሚ እዩ ለሕዝን ኣሕና ንፈልጦ ሰብ ካባና ትፍለ ተሎ ኢና ንነብዕ ወይም ሰብ ናብ ፈጣሪኡ ትኸድ ተሎ ኢና ንነብዕ ለለ እዚ ንሪኦ ዘለና ድማ ፈጣሪ ሰላምካ ሃበና እዚ መዓት ኣቁርሮ ኢሎም ላነብዑ ላብ ፈጣሪኦም ይልምን ኣለዉ እሞ ፈጣሪ ንብዓቶም ተቀቢሉ ሃገርና ሰላም ልክትኾን ናይ እግዚኣብሔር ፈቃድ ይኹነልና ናይ ሎማዓንቲ ምድላዋተይ እዚ ልረእኹሞ እዩ ልመስል ነይሩ ኣብ ቀፃሊ ብካሊእ ቪድዮ ክሳብ ንጋነ ሰናይ ይኹንለይ ቸእ።